ሀለው ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ፅቡቅ ኣለኹ ንስኽን ከዓ ፅቡቅ ክትብላ ተስፋ እገብር ሎማዓንቲ ከዓ ብካሊእ ቪድዮ መፅኤክን ኣለኹ እንጆይ ክትገብርዎ ተስፋ እገብር ሓደሽቲ ተኾንክን መጀመሪያኽን ድሕር ኮይኑ ኣብ ናተይ ዩቱብ ሳብስክራይብ ምግባር ኣይትረስዓ እተን ዳራእኽን ኮለኽን ሳብስክራይብ ዘይገበርክን ኣሕዋተይ ከዓ ሳብስክራይብ ምግባር ኣይትረስዓ እተን ኩሉ ግዜ ሳፖርት ገብራን ኣሕዋተይ ከዓ ብጣዕሚ የመስግነክን የቀኒየለይ ቅድሚ እዚኣ ዝገበርክዋ ናይ ፋሽን ቪድዮ ሓንቲ ሓፍተይ ካብዘን ኩሉ ግዜ ከምኡ ዝፅሕፈልይ ዝፈትዋ ሓፍተይ ሊንኪ ላትኒ ኢልኪ ፅሒፍክለይ ነርኪ ግን ሊንኪ ላስት የር መብዛሕትኡ ኣርእየኪ ነይረ እየ መብዛሕትኡ ዓምዲ ገዛእክዎ ቅድሚኡ ናይ ቀደም ዝነበረ ገለ ማለት እዩ ግን ኣብ ዝኾነ ስቶር ድሕር ከይድና ሕጂ ኣብ ዝኾነ ስቶር ዳእተና ኤችንኤም ዛራ መቸ እንዲኦም ዛራ ክብል ከለኹ ኣብ ኩሉ ዘለና ዋላ ኣውሮፓ ኣሜሪካ ካናዳ ዘለና ኣክሰስ ኢዚ ኣብኡ ስለ ሓደ ዓይነት ስቶር ስለ ዘለና ማለት እዩ ኣብታት እንድሕር ኬትክን ክትረኽቦ ትኽእላ ኢኽን ኣብ ዝኾነ ስቶር እንድሕር ኬትክን ከዓ እቱ ክትብል ከለካ ኣብቲ ቅሚት ዘሎ ፋሽን ንሱታ ዝመፀ ኣብኡ ኢታት ኣይትስእኖን ኢኽን መብዛሕቲ ስዌድ ገለ ዘርኣኹኽን ኣብ ኤች ኤንድ ኤም ኣሎ ወላ ኣብ ዛራ ኣሎ ኣብ ዝኾነ ቦታ ክትረኽቦ ትኽእላ ኢኽን ማለት እዩ ግን ኣብቲ ሊንክ ክገድፈልክን ክፍትነ ተመሳሳሊ ኣብ ሊንክ ክገድፈልክን ክፍትን እዮም ኤግዛክትሊ መብዛሕቱ ካብ ስቶር ዝገዛእኹ ወይ ምስ ገዛእኹ ኣርእየክን ነይረ ከምኡ ክገብረ ኤኒወይ ብኸመ እየ ሊንክ ዘይገደፍኩልክን ማለት እዩ ኤኒወይ ሕጂ ሎማዓንቲ ጥዑም ጨና ናይ ፎን ጨናታት ሒዘልክን መፅእ ኣለኹ እዚ ቪድዮ ብጣዕሚ ስለ ትፈትዎ ኣነ ካብ ብጣዕሚ እየ ዝፈቱ ጨናታት ጥዑም ምጭናው ከዓ ሒዘልክን መፅእ ኣለኹ መጀመርያ በዚ ናይ ባዝ ኤን ባሪ ወርክስ እዚ ሕጂ ላስት ይሬ ገዜ እዩ ኣርእየክን ነይረ ከወዲየ ኣይረኣኹኩንን ኣይዝክሮን እየ ብጣዕሚ ሴል ክኸውን ከሎ ኣጸቢቑ ሓሰል ከሎ ኣብዛ ሓቢለ ስለ ዝገዝእ ብዙሕ እዩ ከምዚ ዘለኒ ቀልጢፈ እያ ከዓ ኣስታይ ዝገብሮ ንእሽተይ እዚኣን ኣብ ቦርሳይ ዝገብራ ከምዚኣ ነይራትኒ ዳርጋ ተወዲኣ ማለት እዩ ኣብ ቦርሳ ሒዘያ ዝኸይድ ነዚ ባዲ ስፕሬይ እዚ ናይ ባድ ኤንድ ባዲ ወርክስ ብጣዕሚ ጥዑም እዩ ከምቲ ትፈልጦ ማለት እዩ ኤኒወይ ኣይደን ኣብ ኣውሮፓ ኣሎ ድዩ ባዝ ኤንድ ባዲ ወርክስ ኣይፈለጥኩን ኣብ ኣሜሪካ ግን ኣሎ Anyway እዚ ስዊት ዊስኪ እዚ ሕጂ ንዝፎ ድኸውን ጨና ጥዑም ናይ ፎ ጨና እዚ ድፈትዎ ጨና ማለት እዩ እዚ ሎሽንን ጨናን መብዛሕትኡ ግዜ ባዲዋሽ ኣይገዝእን እየ ካብ ክስታይ ማለት እዩ ካብ ባዝ ኤን ባዲ ወርክስ ምክንያቱ እቲ ደርእየክን ካለ ካብ ታርጌት ስቶር ከለ እሱታት እየ ዝገዝእ እዚ ባዲ ስፕሬይን እዚ ባዲ ሎሽንን ግን ብዙሕ ግዜ ገዚኤሶ እዚ ብጣዕሚ ጥዑም ናይ ፎል ጨና እዩ ካብኡ ድገዛእክዎ ማለት እዩ ላስት ይር እዩ ሕጂ ዝኾነ ምስ ኣተኽን ኣብኡስ ብፍላይ ሴል ክኾን ከሎ ኣብዚ ሓቢልክ እንድሕር ገዚእኽን እውን ኩሉ ግዜ ይኸውን ማለት እዩ ኣፀቢቑ እዩ ድጎድል እቲ ዋጋ ሴል ክኸውን ከሎ ኤኒዌይ እስቱ ሕጂ እዚ ብጣዕሚ ትፈትዎ ናይ ፎል ጨና እዩ ካልእ ከዓኒ እዚ ኣፕል ቻምፒዮን ይብል ከዓ ኣፕል ቻምፒዮን ኤንድ ሃኒ ሻምፒዮን ኣፕል ኤንድ ሃኒ ድብል ከዓ እዚ እቲ ሎሽን ቀልጢፈ እየ ዝጉድኦ ምክንያቱ ሎሽንን ባዲ ኦይልን ብጣዕሚ እየ ዝጥቀም እዚ ስፕሬይ ግን ብዙሕ ጨና ሓዋዊሰ ስለ ዝገብር ቀልጢፉ ከኣሱ ኣይውዳእን እዩ ግን እዚ ሎሽን ግን ሎሽንን እዚ ባዲ ኦይልን ብጣዕሚ እየ ዝውድእ ሕጂ ዝለንቀ ነገር ኣኸኹን እዚ ካልእ ከማ እንዳተለኸኹም መንጎ ኦረዲ ኣብ ዝበፅሕ እዩ ማለት እዩ እዚ ናይ እዚ ናይ ቪክቶሪያ ሴክሬት ፒክ እዚ ባዲ ኦይል ብጣዕሚ ኦይል ዝፈቱ ብጣዕሚ እዩ ዘይቲ ካብ ሻወር ውፅእ ምስ በልና ከም ኩሉ ግዜ ዝብለክን ስክራብ ጌርና ገለ ካብ ሻወር ውፅእ ምስ በልና ኣፀቢቕና ከይነቐፅና እቲ ጨና ምንም መዓልቲ ምእንቲ ኣብ ነብስና ክውዕል እዚ ባዲ ኦይል መጀመርያ ጌርና ዘይቲ ነዚ ነብስና ክስታይ ምስ ገበርናዮ እቲ ጨና ሽዑ ሙሉ መዓልቲ ምሳኻ ውዕል ማለት እዩ ሰብ ብዙሕ ዘይቲ እየ ዝጥቀም ውፅእ ምስ በልኩም ሻወር ዘይቲ ተጠቂሙ ድሓር ሎሽን ሕጂ እዚታት ብዙሕ ስለ ዝጥቀመሉ ቀልጢፉ እዩ ዝውድእ ማለት እዩ እዚ ኣርእየክን ነይረ ኩሉ ግዜ ዝገዝኦ እዚ እንድሕር ኣብቲ

ሻምፕዮን ኣፕል ሃኒ ድብል ከኣ እዚ ከኣ ብጣዕሚ ናይ ፎል ጨና ወላ ንኣሽቱ ገዜ ኣብ ቦርሳ ይገብሮ ማለት እዩ ብጣዕሚ ስለ ትፈቱ ጨና ኣብ ቦርሳ ይገብሮ ማለት እዩ እሱ ኣለኒ ካልእ ከኣኒ እዚ ሶል ደ ጀኔሮ ከኣኒ እዚ ሲክስቲ ቱ ሶል ደ ጀኔሮ በቃ ብጣዕሚ ጥዑም እዩ ናታቶም ናቶም ባዲ ሎሽን ወላ ባዲ ስፕሬይ ገለ እዚ ሲክስቲ ቱ ብጣዕሚ እየ ዝፈትዎ ኣነ ግን ከምቲ ዝበልኩን ከምቲ ኩሉ ግዜ ዝብለክን ኣነ ድፈት ወስኽን ደይትፈትኦ ክኸውን ስለ ዝኽእል ኣብቲ ምስከትክን ወላ ብሲፖራ ድዩ ወላ ብኣልታ ወረቐት ጌርክን ጨኒኽን እንታይ ከዓ ገብር ኣነ መብዛሕትኡ ግዜ ወላ ሞል ወላ ስቶር ክኸይድ ከለኹ ጨና ከይተለኸኹ ምሽኸይ ድሓር ኣብ ዝፈተኾ ጨና ክገዝኦ ኢለ እንድሕር ስታይለ ኣብ ነብሰይ ሙሉ መዓልቲ ጨኑ ይፍትኖ ማለት እዩ ገዛ ምስ መፃኹ ክነዊሕ ዝፀንሕ ገለ ደሓር ኣብ ካልእ ግዜ ከይደ ገዝኦም ማለት እዩ። ደሓር ሲክስቲቱ ብጣዕሚ እዩ ዝፈትዎ ብጣዕሚ ዝፈትዎ በቃ ጥዑም ጥዑም ጨና እዩ ሲክስቲቱ ሶልደጅ ነይሩ በብቆፅሪ ኣለዎ ከምቲ ትፈልጦ ማለት እዩ። እዘን ኣብ ኣሜሪካ ዘለኽን ኣብ ካልእ ዓዲ ኣብ ሲፎራ ገለ ክትረኽቦ ትኽእላ ኢኻ ማለት ሲክስቲቱ ብጣዕሚ እየ ዝፈትዎ እዚ ጥዑም ጨና እዩ። ካልእ ከዓኒ እዚኣ ፊፍቲ ናይን ከዓኒ ፊፍቲ ናይን ከዓ ቁርብ ግዜ ገዚኤዮ ተዘንቢጡ ዝርእየክ ዘለኹ ስታይ ብተሌፎነይ ስለ ደቅድሕ ደለኹ ገጹ ናብ ስክስታይ ስለ ድገበርኩ እዩ እዚ ሓምሳን ትሽዓተን ከኣ ብጣዕሚ ጥዕምቲ እያ ቁሩብ ግዜ ገዚኤዮ በቃ ብጣዕሚ ስለ ድፈተኽዎ ነዚ ፎል ከኣኒ ጥዑም እዩ ከምዚ ቫነላ ገለ ዘለዎ ጨና ከኣ ብጣዕሚ እየ ድፈቱ ሶ እዚ ሕጂ ብጣዕሚ ብጣዕሚ ብጣዕሚ ጥዕምቲ እቲ ሓንቲ ፐርፕል ቅጽሪ ክንደይ እያ ሳኽ ገዛ ሓሲበ ነይረ ግን ምስ ጨነናያ ምስ ደቀይ ወረቐት ገይረን ጨንዋ ነይረ ማማ እዚኣ ጥዕምቲ ማማ እዚኣ ጥዕምቲ ምስ በላኒ እዚኣ ገዚአ እያ ማለት እዩ ግን ብጣዕሚ ጥዕምቲ ብጣዕሚ ፈተያ ሙሉ መዓልቲ ብቀዳማይ ኣብ ስራሕ እንታይ ክተለኽኺ ዘለኺ ክብላ ንዋ ኢለን ማለት እዩ ግን ሌየር ጌርና ክንገብሮ ኣለና ዘይቲ ጌርና ባዲ ኦይል ጌርና ሎሽን ጌርና ምስ ገበርናዮ ሙሉ መዓልቲ ጥዑም ክጨኑ ትውዕል ማለት እዩ ካልእ እቲ ሎሽን ከዓ እዚ ሎሽን እዚ ኤኦኤስ ሎሽን እዚ ሎሽን ኤኦኤስ ኩሉ እቲ ኩሉ ደድወጸ ብራንድ ጥዒመዮ እየ ማለት ደድወጸ ክስታይ እዚ ናይ ቨነላ እቲ ስትራበሪ ገለ ዘለዎ ኩሉ ጥዒመዮ ኩሉ ግዜ እየ ዘርእየክን ማለት እዩ እዚ ሕጂ እዚ ቁሩብ ግዜ መወዳእታ ድወጸ ብቀዳማይ ካብ ታርጌት ምስ ገዛእኩ ኣርእየክን ነይረ እዚ ከዓ ዝበለጸ በቃ ወላ ጨና ከይተለኸኻ ነዚ ተለኺኻ ክስታይልካ በቃ ብጣዕሚ ጥዑም ጨና በቃ እዚ ሎሽን ሲ በቃ ዝበለፀ ኩሉ ሰብ ዝተዛረበሉ ኣብ ዝኾነ እንድሕር ይኹን እኾንክን ዝበለጸ ጨናት ሎሽን ደምጽዎ ናቶምስ ካብ መጠን ንላዕሊ ጥዑም ሎሽን እዩ እዚ ሕጂ እዚ ሕጂ ንበይኑ ወላ ካልእ ጨና ከይተለኻኻ እዚ እንድሕር ተለኺኻዮ ብጣዕሚ ጥዑም ሎሽን ብጣዕሚ ዝፈተኽዎ ሎሽን እዩ ማለት እዩ ሕጂ ዳርጋ ፍርቂ እየ ክስታይ ከይዶ ኣሎ ብጣዕሚ ስለ ዝፈቱ ቀልጢፈ እየ ዝውድኦ ማለት እዩ ኣብ ዝኾነ ግዜ ኣብ ድኸትክዎ ምስ ተወድአ ከዓ ከይደ ክገዝእ ምክንያቱ ካብ መጠን ንላዕሊ ስለ ዝፈተኽዎ ማለት እዩ እዚኣ ከዓ ኩሉ ግዜ ዝፈትዋ ሎሽን እዩ ናይ ክስታይ ከዓኒ ናይ ባዝ ኤንድ ባዲ ወርክስ ከኣ ስታር ስታር ላይት ናይት ትብል ከኣ እዚኣ ከኣ ብጣዕሚ እየ ዝፈትዎ ከምዚ ቨነላ ገለመታት ዘለዋ ኣይደኖ ኣያንበብኮን ግን ከምዚ ቨነላ ዘለዎ ኮይኑ ይስማዕኒ ብዙሕ ስለ ዘለኒ ኣይረኣኽዎን ኤኒወይ ግን እዚ ብጣዕሚ ጥዑም ባዲ ሎሽን ከዓ ናይ ባዝ ኤንድ ባዲ ወርክስ ከዓ እዚ እንድሕር ረኺብኩንኦ ከዓ እዚ እዚ ስታር ላይት ናይት ድብል ከዓ ብጣዕሚ ጥዑም ጥዑም ጨና እዩ ሎሽን ሎሽን እዩ ንሱ ከዓኒ እንድሕር ክትገዝኦ ደሊኽን ካብ ትገዝኦ ትኽእላ ኢኽን ግን ኩሉ ግዜ ክስታይ ክኸውን ከሎ ወላ ናይ ስፕሪንግ ጨና ወላ ንዊንተር ዝኸውን ጨና ዝኾነ ጨና ሴል ክኸውን ከሎ ኣፀቢቑ ስለ ዝጎድል ዋጋ ናይ ሓደ ናይ ሓደ ዋጋ ኣርባዕተ ሓሙሽተ ሓሙሽተ ገለ ገዚእኻ ትብለሉ ዲስካውንት ስለ ዘሎ ሽዑ ከምኡ ክኸውን ከሎ እንድሕር ገዚእኽንኦ ንነዊሕ ኣጽናሕካ ኣብ ድላይካ ግዜ ከኣ እቲ ካልእ ኩቡር ጨና ንገዝኦ ክስታይ ከይ ተወደኤ ባዲ ኦይል እንዳ ገበርና ባዲ ሎሽን ባዲ ስፕረይ ገርና ጨና እዚ ምስ ገበርና በቃ ደስ ዝብለካ ሙሉ መዓልቲ ሙሉ መዓልቲ ጥዑም ክትጨኑ ትውዕል ማለት እዩ ካልእ ከኣኒ እዚ እዚ ቫለንቲኖ ቫለንቲኖ ቦርን ኢን ሮማ ስትራቫጋንዳ ስትራቫጋንዳ እዚኣ ከዓ ብጣዕሚ ብጣዕሚ ከምዚ ቨነላ ኣለዋ ለሚን ቨነላ ደለዎ ጨና ብጣዕሚ እየ ዝፈቱ ኣብዚ ግዜ ፍቁል ገለ ከኣ ከምታት ከኣ ኤኒታይም ክንገብሮ ንኽእል ኢና ግን ብጣዕሚ እየ ዝፈቱ እዚኣ ከኣ በቃ ብጣዕሚ ጥዕምቲ እያ ማለት እዩ እቲ ክልተ እየን ግሪን ዘለዋ መስለኒ እዚኣ ግን እታ ቫለንቲኖ ቦርን ኦን ሮማ ስትራቫጋንዳ እዚኣ ማለት እዩ እቲ ካልእ ቫለንቲኖ ቅድሚ ሕጂ ገዝኦ ነይረ እየ ደይ ፈተኽዋ ካብቲ ቫለንቲኖ ግን እቲያ እዚኣ እዛ ፒንክ ግን ብጣዕሚ ኣይፈተዃን ትንእሽተይ እዛ ንእሽተይ ነይራትኒ ግን ወላ እዛ ንእሽተይ ከማን ኣይወዳእኳን ብጣዕሚ በቃ ኣይፈተኹን ኣነ እቲ ጨንኡ ጥዑም ኣይኮነን እዚ ዓቢ ዓቢ ኣሎ ከምዚ ጥርሙዞ ዓቢ ኣሎ ማለት እዩ እቲ ክስታይ ግን እዚ ግን እቲ ፒንክ ግን ኣይደልን ድሕር ሜቢ ኣብኡ ከይትክን ኣብቲ ስቶር ከይትክን ጨኒኽን ክስታይ ጌርክን ሜቢ ክንፈላለ እዩ ናትና ቴስት ክትፈትዎ ትኽእላ ግን ኣነ እዚ ኣይፈተኹን እቲ ፒንክ ማለት እዩ ንእሽተይ ኮላ ከማን ነዛ ንእሽተይ ከማን ኣይወዳእኳን ምክንያቱ ጥዑም ኣይኮነን ኣነ ከምቲ ድፈትዎ ዓይነት ጨና ኣይኮነን ካልእ እዚኣ እዛ ናይ በላ ኣይልሽ ከዓ እዛ ጨና እታ ኦሪጂናል ከዓኒ ብጣዕሚ ዝፈትዎ ካብ በቃ ካብ ክስተ ከዓ ፀቢቐ ዝፈትዋ ጨና ከዓኒ እዚኣ ማለት እዩ እዚኣ በላ ኣይልሽ ኣይልሽ ድያ ትብል እዚኣ እዛ ጨና ከፂኻ ብጣዕሚ ጥዕምቲ እዚ ትገብር ኮለካ ኩሉ ሰብ እንታይ ዘለኺ ደለኺ እንታይ ዘለኺ ደለኺ ጥዕም ጨናኻ ገለ ክብለካ ዶ ምክንያቱ እቲ ጨና ብጣዕሚ ጥዑም ሙሉ መዓልቲ ከዓ ምሳኻ ውዕል ማለት እዩ ግዜ ወስድ ብቀዳማይ ከምኡ ትብለኒ ነራ መሓዛ ይኹ በቃ በቲ ከለኽስ በቃ ኦ ኣላ ብዚ ገለ ክብለክ ካብ ሸቃቅ ወፂኽስ ካብ ባዝን ወፂኽ ስራሕ ስኒ ኦ ኣትያ ኣላ ብዚ ክብለክ ውዒለ እታ ጨናስ ብጣዕሚ ፈተ እያ ጥዕምቲ ጨና እያ ክትብለኒ ውዒላ ማለት እዩ ኤኒወይ እዚ ከዓኒ ነዚ በሊ ኣይልሽ ኣይልሽ ከኣ ብጣዕሚ ጥዕምቲ ጨና'ያ ማዕጾ ጓለይ ካብ ትምህርቲ መጺኣ ሓንሳብ ሶሪ ኣብ መንጎ ቋሪጸዮ ጓለይ ካብ ትምህርቲ ስለ ዝመጸ እንዳ ጽቡቕዋ እንዳ ሓሰብኩ ጸኒሐ ኤኒወይ እዚኣ ከዓኒ እዛ በላ ኣይልሽ ናይ በላ ኣይልሽ ጨና ኣይልሽ ከዓ እቲ ኦሪጂናል ማለት እዩ እዚኣ ከዓ ብጣዕሚ ብጣዕሚ ጥዕምቲ ጨና ሙሉ መዓልቲ ክንጨሉ ንውዕል ማለት እዩ እዚኣ ከዓ እዚኤን ሒዘልኪ ዝመፅእ ኣለኹ ናይ ሎማዓንቲ ካልእ ግዜ ምስ ረኸብኩ ካልእ ሓድሽ ሓድሽ ዝኾነ ጨና ፈቲነ ከዓኒ ከርእየክን እየ ማለት ፈቲነ ፈተኹ ኣምፅየ ከዓ ከርእየክን እየ ናይ ሎማዓንቲ ግዜ እዚኣ ትመስል ሓፃርያ ሳብስክራይብ እንድሕር ዘይገበርኩም ኮንክን መብዛሕትኡ ክሪኦ ከለኹ ኣብቲ ናተይ ዩቱብ ስታይኣት ኣብቲ ስቱድዮ ኣትየ እዞም ኩሉ መብዛሕትኹም ትሪኦ ናተይ ቪድዮ ሳብስክራይብ ዘይገበርክን ስለ ዘለኽን ሳብስክራይብ ከይገበርኪ ናይቲ ውፃእ ላይክ ከዓ ግበርኦ ምክንያቱ ፀፅቡቅ ቪድዮ ከምፃልክን እየ ኣብ ቀፃሊ ብካልእ ክሳብ ንራከብ ከዓ ብሰላም የራክበና ባይ